ሰላም ዝኸበርኩም ተኸታተልቲ ቀንዴል መርዓ ሊዮነል መሲ ሊዮነል መሲ ምስታ ካብ ወዲ ሓሙሽተ ዓመታት ሒዛ ናይ መንፈስን ኣካልን መሳኒቱ ዝኾነት ኣንቶኒና ርኮዞ 250 ዝኾኑ ኣጋይሽ ኣብ ዝተረኽብሉ ኣብ ሮዘሪዮ ኣርጀንቲና ተመርዕዩ እቲ ብሓያሎ ተኸታተልትን ተንተንቲ ስፖርትን ከም ናይ ኩሉ ግዜ ዝበለጸ ተጻዋታይ ዝግለጽ ኣርጀንቲናዊ መርዕኡ ብከዋኽብቲ ተጻወቲ ዝተተኸተኸ ኮይኑ ንሓደ ብሉጽ ኮኸብ ዝግባእ ብሉጽ መርዓ ኣሕሊፉ ገለ ካብ ኣብቲ መርዓ ተዓዲሞም ዝተረኽቡ ናይ ቅድምን ናይ ሕጂን ናይ ባርሴሎና ደቂ ጋንትኡ ክርከብዎም ከለዉ ገሊኦም ከኣ ናይ ሃገራት ጋንታ ደቂ ጋንቱ እዮም ገለ ካብኣቶም ድማ ሉዊስ ሱዋረስ ጆርጅ ኣልባ ጃቨር ማሸራኖ ጀራር ፒኬይ ሶርጂዮ ብስኬትስ ሴስ ፋብሪጋስ ካርሎስ ፒዮል ሳሙኤል እቶ ኣንጅል ዲማርያ ሶርጆ ኣጌሮ ይርከብዎም እሞ ከ እዚ ናይ ሕልም ዕርክነትዚ ብኸመይ ጀሚሩን ዓቢቡን ትብሉ እቲ ዛንታ እምበኣር ከምዚ እዩ። ብሽሕን ትሽዓተ ሚእቲ ትስዓን ሽዱሽተን እዩ መሲን ሉካስን ብሓንሳብ ግዜኦም የሕልፉ ነበሩ። ሉካስ ዘመድ ኣንቶሊና ኮይኑ ንመሲ ከኣ ኣብ ኒውልስ ኦልድ በይስ ናይ መንእስያት ክለብ ወዲ ጋንቱ እዩ ነይሩ። ክልቲኦም ኣዕሩኽ ናብ ገማግም ሩባ ፓራና ግዜኦም ከሕልፉ ኣብ ዝኸድሉ ዝነበሩ ኣንቶሊና እውን ክትጽንበሮም ጀመረት። መሲ ወዲ ትሽዓተ ዓመት ከሎ ድሮ ምስታ ጓል ወናኒ ሱፐርማርኬታት ዝኾነት ኣንቶሊና ፍቕሪ ሒዝዎ ነበረ። ንመሲ ብንእሽቱ ዝፈልጦ ደብዳበ ኣብ ዝጽሕፈሉ ግዜ ኣንቶኒላ ሓደ ግዜ ኣፍቃሪቱ ከም ትኸውን ይጠቅስ ነበረ። ዕርክነቶም ወግዓዊ ዝኾነ ግን መሲ ወዲ 21 ምስ ኮነ እዩ። ኣብ 2009 እዩ ቲቪ3 ትበሃል ናይ ስጳኛ ቴሌቪዥን ሃትሪክ ባርሳ ዝብል መደብ ኣብ ተዳልወሉ ዝነበረት ዓርኪ ኣላትካዶ ክትብል ንመሲ ሕቶ ኣቕረበትሉ። እወ ኣላትኒ ኣብ ኣርጀንቲና እያ ትርከብ እቲ ሓቂ ኣነ ሕጉስ ምዃነ ዝፈልጥ ክብል መለሰ መልሲ ናይ ኩዕሶ እግሪ ሞያ መሪጹ ንስጳኛ ክመጽእ ከሎ፣ እታ ኣብ ላቲን ኣሜሪካን ኤዲኬሽን ሰንተር ትምህርታ ዝተኸታተለት ኣንቶኒና ንሰለስተ ዓመት ዝኸውን ምስ ካልእ ጎረቤታ ፍቕራዊ ምሕዝነት ጀሚራ ነበረት። ድሕሪ ናይ ሰለስተ ዓመት ፍቕሮም ከኣ ዓርኪ ኣንቶኒና ዝነበረ ብሓደጋ ማኪና ሞተ። መሲ ነዚ ድንገዝዚ ምስ ሰምዐ ብቕልጡፍ ካብ ባርሴሎና ናብ ኣርጀንቲና ብምምላስ ንኣንቶኒና ከጸናንዓን ክድብሳን ከኣለ። መሲ እንደገና ንፖርቴሎና ምስ ተመልሰ ከኣ ኣንቶኒዳ ኣብ ናሽናል ዩኒቨርሲቲ ኦፍ ሮዘሪዮ ኦንቶሎጂ ሽዱሽተ ወርሒ ድሕሪ ምጽናዓ ካልእ ሳብጀክት ብምቕያር ብሶሻል ኮሚኒኬሽን ንሓደ ዓመት ኣጽንዐት ቀረብቲ ኣንቶኒና ከም ዝሕብርዎ ኣንቶኒና ካብ ሓምለ 2007 ጀሚራ ጥራይሓ ብዛዕባ ምስ መሲ ዘለዋ ፍቕራዊ ርክብ ክትዛረብ ዝጀመረት ዕርክነቶም ዝያዳ ርግጽ ዝኾነ ከኣ ኣብ ዋንጫ ዓለም 2010 ደቡብ ኣፍሪቃ ኣንቶኒና ንመጀመርያ ግዜ ምስ መሲ ስለ ዝተጓዕዘት እዩ ኣብ ሰነ 2012 መሲ ጎል ኣንጻር ኢኳደር ምስ ኣመዝገበ ነታ ዘእተዋ ጎል ሰለብሬት ክገብር ከሎ ኩዕሶ ኣብ ትሕቲ ማሊኡ ብምእታው ምጥናስ ናይ ኣንቶኒና ኣነጸረ ኣብ ሕዳር 2 2012 ከኣ ቲያጎ ዝበሃል ቆልዓ ክወልዱ ከለዉ ደጊሞም እውን ኣብ መስከረም 2015 ማቴዎ ወለዱ እነሆ ከኣ ሎሚ ፍረ ነዊሕ ዓቕልን ትጽቢትን ቃል ኪዳን ይኣስሩ ምስኡ ኣብ ዝተሓሓዝ ዜና ዓዲኡ ንመሲ ካብ ሰይቲ ወዳ በሊጻ ክትረአ ፈቲና ክብላ ኣርጀንቲናውያን ጋዜጣታት ወቐሰአን ኣቕሪበን። ንሱ ድማ ኣደ መሲ ሲልያ ምስ መርዓት መሲ ሓደ ዝሕብሩ ክዳን ኣስፍያ ምምጻኣ እዩ። ብኣደ መሲ ሲልያ ዝተመርጸ ዲዛይነር ከይተረፈ ኣብ ዝሃቦ ሓበሬታ እታ ሰበይቲ እትኽደኖ ልብሲ ናብ ጽልሚ ዝኸደ ምዃኑ እኳ እንተሓበረ ኣብቲ ናይ መርዓ ጽምብል ተኸዲናቶ ዝመጸ ግና ልክዕ ከም ናይ መርዓት ዝመሳሰል እዩ ነይሩ። ኣብ ባህልን ልምድን ኣርጀንቲና ከም ክዳን መርዓውት ተኸዲና ትመጽእ ንመርዓት ክብረት ከም ምጉዳል እዩ ዝረአ እታ ነዊሕ ጻዕዳ ጋውን ልክዕ ከም ናይ ሴት ወዳ ቤሎ ዝመሳሰል ተኸዲና ዝመጸት ኣደ መሲ ብጋዜጣታት ኣርጀንቲና ኣብ ዝተዋህበ ትንተና ብቐደማ እውን ኣንቶኒላ ነቲ ህቡብ ወዳ ክትምርዖ ድልየት ከም ዘይነበራ ጸብጺበን ካብ ናይ መሲ መርዓ ከይወፃእና ናይ ቀደም ኮኸብ ኩዕሶ እግሪ ኣርጀንቲናን ዓለምን ዝኾነ ዲያጎ መረደና ንለዮን መሲ ኣብ ዝለኣኾ ናይ እንቋዕ ኣብቅዓካ መልእኽቲ ምሉእ ጥዕና ይምነየልካ ድሕሪ ምባል ጥዑያት ቆልዑት ክህልውካ እውን ይምነ ክብል ተዛሪቡ መርዕኡ ብዘይ ምዕዳሙ ዝተሰምዖ ዝመስል መራዶና ዕድመይ ንመርዕኡ ምናልባት ኣብ መገድ ጠፊኡ ክኸውን ይኽእል እዩ እዚ ግና ኣብኡ ዘለኒ ኣድናቖት ኣይቅየረን ናይ ብሓቂ ጥዑይ ስፖርታዊ እዩ፣ ከም ሰብ ከኣ ኣብነታዊ ክብል ዲያጎ መራዶና ርእይትኡ ኣስፊሩ።